ሰላም ናይ ሎሚ ነጋሪት 155 መባእሲት ክትከውን ዘይነበረ መባእሲት ዝኾነት ጉዳይ ከልዕል ታሪክ ኣይልወጥን እዩ ዝተሰርሐ ዝተገብረ ዝሓለፈ ስለ ዝኾነ ክትሰማምዓሉ ትኽእል ከይትሰማምዓሉ ትኽእል ፅቡቕ ነይሩ ሕማቕ ነይሩ ኢልካ ፍርድኻ ክትበሉ ትኽእል ኢኻ ግን ኣይነበረን ኢልካ ኣነ ስለ ዘይፈቴኽዎ ክህሉ የብሉን ኢልካ ዝድምሰስ ወይ ዝሃሰስ ነገር ኣይኮነን ዕውት ታሪኽ ከም ድላይ ገይሩ ስለ ዝጽሕፎ ክሃስስ ይኽእል እዩ፣ ብዙሕ ሰብ እውን ክታለል ይኽእል እዩ፣ ዘይፈልጦ ሓበሬታታት ረኺቡ ናብ ካልእ ዕግበት ክበጽሕ ይኽእል እዩ። ኣብ ትረኻ ድማ በበይኑ ዓይነት ኣገባባት ኣሎ፣ ንኣብነት ኣብ ዩኒቨርሲቲ መርሚረ እዚ እየ ረኺበ ዘለኹ ዶ ትብል፣ ሓደ መጺኡ ከኣ ን ከምኡ ኣይኮነን ከምዚ እዩ ይብለካ እንተዘይኮነ ከምኡ ኣይትበል ኢሉ ዝጋርተካ ወይ ክዓግተካ ዝፍትን ሰብ የለን ሓቂ ብሓቂ ኢኻ ትካትዖ መወከሲ ብመወከሲ ጌርካ ኢኻ ወይ ተፍርሶ ወይ ተዕንብቦ ከምኡ ዓይነት መንፈስ ሒዝና ክንሰምዕ ተስፋ እገብር ሰናይ ምክትታል። ኤረትራ ኩሉ ግዜ ኣርማታት ኔርዋ ሕጂ ባንዴራ ኢና ንብሎ ጥልያን ምስ መጹ እታ ቃል ንገዛእ ርእሳ ባንዴራ ትብል ምስኣቶም እያ መጺኣትና ቅድሚኡ ዕላማ ኢና ንብሎ ኔርና።
ኣብቲ ብዘመን ዓደይ ዓደይ ተባሂሉ ዝፍለጥ ዝነበረ መወዳእታ 1940ታት ኣብ ትሕቲ ምምሕዳር ብሪጣንያ ገለ ኤርትራውያን ወታደራትን ሰራሕተኛታትን መንግስቲ ጥልያን ዝነበሩ ካልኦት ፕሮ ኢጣልያ ዝበሃል ፓርቲ መስሪቶም ባንዴራ ጥልያን የውለብልቡ ነይሮም ካልኦት ድማ ትሕቲ ምምሕዳር ብሪጣንያ ምጽናሕ ይሕሸና ኢሎም ነታ ብዩንየን ጃክ ትፍለጥ ባንዴራ ብሪጣንያ የውለውልቡ ነይሮም ትሕቲ ጃንሆ ይሕሸና ዝብሉ ድማ ባንዴራ ኢትዮጵያ የውለብልቡ ነይሮም። ሰልፊ ራቢጣ ልእስላምያ ድማ ነፃነት ኤርትራ ዝጠልብ ናቱ ሃገራዊ ባንዴራ እንዳውለብለበ ምእንቲ ነፃነት ይቃለስ ነይሩ። ንድልየቶም ዝገልጽ መዝሙር ድማ ነይርዎም ከም ዝስዕብ ሓምላይ እዩ ጎና ቀይሕ ከናፍራ ዓለመይ ድልድል ሚዛና ማእከላ ንእስላማይ ክስታናይ ብሓደ ኣሕዲራ ዓለመይ ሸዊተይ ንዑ ንቀበላ ዝብል እሞ ብዛዕባ ኮት ኦፍ ኣርምስ ኣርማ ዝበሃል ወይ ምልክታት ናይ መንግስቲ ከምዚ ሕጂ ገመል ንጥቀመሉ ኣርማ እዩ እንታይ ነይሩ እቲ ግዜ እቲ ኣብ ግዜ ጥልያን ካብ ሽሕን ትሽዓተ ሚእትን ሰላሳን ሽዱሽተን ክሳብ ሽሕን ትሽዓተ ሚእትን ኣርብዓን ሓደን ኣርማ ናይ ጥልያን ነይሩ እቲ ናይ ኣርማ ከኣኒ እዚ ምልክት ናይ ባሕሪ እዩ ዝብልዎ ከምዚ ዌቭ ማዕበል ዓይነት ፋሻ ትበሃል ከኣኒ እታ ምልክት ናይ ፋሽስት ዝነበረት ከምኡ ከኣ እዘን ናይ ኣውሊዕ ምልክታት ሜሮኖ እዚኣ እታ ስእሊ ርእይዋ። እንግሊዝ ምስ መጽኡ ከኣ ነዛ ናይ ጥልያን ዝነበረት ኣርማ ነታ ፋሻ እታ ምልክት ናይ ፋሽስት ዝነበረት ንዓ ኣውጺኦም ዘውዲ ቀሚጦምላ እንታይ ከም ዝሓስቡ ዝነበሩ ሽዑ እቶም ፖለቲከኛታት ክርድኦም ይኽእል እዩ ምክንያቱ ኣብ ናይ ሓይለ ስላሴ ዘውዲ ንምትፋእ ኤርትራ እዩ ነይሩ እቲ ዕላማ ኤርትራዊ ሃገራውነትከ ካብ መዓዝ እዩ ክጓሃሃር ዝጀመረ ካብ ሽዑ ግዜ ጀሚሩ እቲ ኤርትራዊ ሃገራውነት እንዳጠጠዐ ኢዩ መጺኡ። ድሕሪ ሽሕን ትሽዓተ ሚእትን ሓምሳን ክልተን ከኣ እዛ ትርእይዋ ዘለኹም ባንዴራ ምልክት ናይ ኤርትራዊ ሃገራውነት ኮይና ክሳብ ሕጂ ከኣ ነቲ ዘለና ሕልምታት ነቲ ዘይተወድእ ስራሓት ከም ቀንዴል ኮይና ትመርሓና ኣላ ክሳብ ሕጂ። እብራሂም ስልጣንን ራእሲ ተሰማን ዓብዱልቃድር ከቢረን ወልደኣብ ወልደማርያምን ካልኦትን ሰፊሕ ልፍንቲ ገይሮም ጥምረት ነጻነት ወይ ብሎኮ ኢንዲፔንደንሳ ዝበሃል ሰልፊ መስሪቶም። ማዕረ ማዕረ እዚ ልፍንቲ እዚ ግን ዞባውያንን ዓለማውያንን ሓይልታት ንኤርትራ ኣብ ክልተ መቒሎም ፍርቃ ንሱዳን ካልኣይ ድማ ናብ ኢትዮጵያ ከልሕቑዋ ተብተብ ይብሉ ነይሮም። ኤርትራውያን ጉዳዮም ኣብ ቀዳና መገዲ ከም ዝበጽሐ ተረዲእዎም። ሳልሳይ ዘይብሉ ክልተ ምርጫ ድማ እዩ ተዋሂብዎም። ወይ ምስ ኢትዮጵያ ሕበሩ ወይ ተመቒልኩም ከም መልሕቕ ናብ ሱዳንን ናብ ኢትዮጵያን ተሓወሱ ዝብል ጨካን ምርጫ ተዋሂቦም ነጻነት ኣይግብኦምን እዩ ተባሂሎም። ኣብ ጉዳይ ናይ ኤርትራ ባንዴራ ኣብ ዝዝረበሉ ዝነበረ ግዜ ሸኽ ዑመር ኣኪቶን ደግያት በየነ ዛሕላይን ካልኦትን ዝርከብዎን ብኣፈ ታሪኽ ከም ዝውረ ንድፊ ንመልክዒ ባንዴራ ኤርትራ ኣቕሪቦም ነይሮም ይበሃል። ዝተሰነደ ነገር ግን ክሳብ ሕጂ ኣይተረኽበን።
ድሕሪ ፈደረሽን ምፍራሱ ተሓቢኣ እያ ተሰዲዳ። ሃገራውያን ዝነበሩ ሰባት ለይቲ ለይቲ ወይ ከምዚ ኣጋጣሚ ክርከብ ከሎ ካብ መሕበኢ ኣውጺኦም እንሀትልኩም ኢሎም ምስ ደቆም ዘላልይዎም ዝነበሩ ባንዴራ እዚኣ እያ። ገሊኡ ይስእላ ገሊኡ ይገልጻ ብደርፊ ኮይኑ ብግጥሚ ኮይኑ ይገልጻ ግን እታ ሕልሚ ዝነበረት እዚኣ እያ እሞ ኣብቲ ግዜ እቲ እቶም ኤርትራውያን ነዛ ባንዴራ እዚኣ ከውለብልቡ ከለዉ እቶም ኣንድነት ከኣ ናይ ኢትዮጵያ ባንዴራ የውለብልቡ ነይሮም። ዳዊት ወልደገርጊስ ሻለቃ ዳዊት ተባሂሉ ዝፍለጥ ኣብ ዝጸሓፎ መጽሓፍ Red Terror ዝበሃል ኣብ ኢትዮጵያ ዘይረኤክዎ ኣብ ኤርትራ ርእየዮ ይብል። ንሱ ከኣ እንታይ እዩ ኣብ መርዓ፣ ኣብ ዝኾነ ገለ ተረኽቦታት ክርከቡ ከለዉ ምሽ ብዕራይ ይሕረድ ነቲ ብዕራይ ባንዴራ ኢትዮጵያ ተኸዲኑ ዝኸይድ ኣብ ኤርትራ ጥራሕ ይርእዮ ይብል እቲ ፕሮፓጋንዳ ናይ ኣንድነት ክሳብ ክንምንታይ ጽዑቕ ስራሕ ከም ዝሰርሕ ዝነበረ ትፈልጥዎ ኢኹም ምናልባት እቶም ኣብ ዕድሜና ዘለኹም እቶም ከባና ንእሽ ትብሉ እውን ትዝክሩ ትኾኑ እዮም ኣብ ዝኾነ ባንዴራ ዝግበረሉ ወላ መርዓ ከይተረፈ ዳስ ክግበር ከሎ ኣብ ቀብሪ ኣብ ገለ እቲ ባንዴራ ይውለብለብ ነይሩ ባንዴራ ምስ ናይ ስብል ነገራት ዘተኣታቱ የብሉን ግን ልሙድ ነይሩ ብቲ ወቕቲ። ሃይለ ስላሰ ብግሉጽ ነቲ ናይ ፈደረሽን ስምምዕ ክጥሕስ ቅድሚ ምጅማሩ፣ ኮሎኔል ነጋ ዝበሃል ናይ ጸጥትኡ ኦፊሰር ሸፋቱ እንዳመወለ ነቶም ምእንቲ ነጻነት ዝቃልሱ ሓይልታት ከልምስ ብዙሕ ጽዒሩን ብዙሕ ኣጥፊኡን እዩ። ኣማሲኡ ድማ ሃይለ ስላሰ ንስምምዕ ፈደረሽን ኣፍሪሱ፣ ባይቶ በቲኑ፣ ሕጊ መንግስቲ ኤርትራ ኣሕቂቑ፣ ነታ ሰማያዊት ባንዴራ ዘይሕጋዊ ገይሩ፣ ንዓ ኣውሪዱ ኣብ ቦታኣ ባንዴርኡ ባንዴራ ኢትዮጵያ ኣውለብሊቡ ቋንቋታት ትምህርትን ስርሕን ትግርኛን ዓረብን ዝነበረ ብኣምሓርኛ ተኪኡ ነቲ ንሰላሳ ዓመት ዝወሰደ መሪር ቃልሲ ከም ዝትኮስ ገይሩ። ጃንሆይ ኣብ ዝገጹ ከም ዝኸይድ ዘሎ ኣቐዲሞም ዝተገንዘቡ ኤርትራውያን ከም በዓል መሓመድ ስዒድ ናውድን ሳልሕ እያይን ምስ ገለ ብጾቶም ምስጢራዊ ህዝባዊ ሰላማዊ መቃለሲ ውድብ ሓረካ ወይ ማሕበር ሸውዓተ ተባሂሉ ዝፍለጥ ኣብ ፖርት ሱዳን መስሪቶም። ምስኡኻ ተደላዲሉ ዝኸይድ እንታይ እዩ እቲ ጽልኢ ኣብዛ ባንዴራ ዝነበረ ፕሮፓጋንዳ ከኣ ካልእ ነገር እዩ ነይሩ ካብ መጀመርያ ክትወጽእ ኮላ ጀሚሩ እዚ ናይ እስላም እዩ እዚ ንዓረብ ክሸጥዋ እዮም ዶ እዚ ምልክት ናይ ኢትዮጵያ ኣይኮነን ገለ እንዳበልካ ዝግበር ዝነበረ ፕሮፓጋንዳ ተረፍ መረፍ ናቱ ናቱ ኣሰር ክሳብ ሕጂ ህያው እዩ ዘሎ እቲ ኣብ ገሊኡ ሸነኻት ናይ ኤርትራ። ብሽሕን ትሽዓተ ሚእትን ስሳን ኣብ ካይሮ ዝነበሩ ተምሃሮ ሰራሕተኛታት ተጋድሎ ሓርነት ኤርትራ መስሪቶም። ብወርሒ ትሽዓተ፣ መስከረም ሓደ፣ ሽሕን ትሽዓተ ሚእትን ስሳን ሓደን ድማ ጅግና ሓምድ እድሪስ ዓዋተ ምስ ብጾቱ ኣብ ጎቦ ኣዳል ብረታዊ ቃልሲ ወሊዑ። ኩሉ ምእንቲ ነጻነት ኤርትራ ዝተንቀሳቐሰ ውልቀ ሰብ ይኹን ውድብ ነዛ ሰማያዊት ኣውልዕ ባንዴራ ከም ጥዋፍ ሒዙ እዩ ክስጉም ጀሚሩ። እዚ ኸኣ ርዱእ እዩ። ኣሽንኳይ ደቶም ምእንቲ ነጻነት ኤርትራ ዝቃለሱ ዝነበሩ ገለ ካብቶም ኣንድነት ዝብሉ ዝነበሩ እውን ነታ ባንዴራ ብዕሊ ኣጽዲቖማ ስለ ዝኾኑ ምልክት ሓድነት ኤርትራውያን ስለ ዝኾነት ክትወርድ ኮላ ተቓዊሞም እዮም። ኣብ ገለገለ ሰባት ኣብ ኤርትራ ከኣ ክሳብ ሕጂ እዚ ኣብ ሓንጎሉ ሰፊሩ ዘሎ ክሳብ ሕጂ ኣሰሩ ንርእዮ ኢና። እዛ ባንዴራ እታ ዩኤን ዝሃበትና ድያ? እሞ በዚ ፕሮፓጋንዳ እዚ ተጠቒዑ ዝነበረ ሰብ ነዛ ሓዳሽ ኢሉ ዝቖጽራ ባንዴራ፣ ሓዳሽ እያ ከኣ ነይራ ኣብቲ ግዜ እቲ፣ እዚኣ እያ እታ ናይ ኤርትራ ብሕጊ ህዝቢ ኤርትራ ዘጽደቓ፣ እዚኣ እያ ነዚኣ ክቅበሉ ግን ገሊኣቶም ብጣዕሚ ይከብዶም እዩ ምክንያቱ በዚ ዝብለኩም ዝጸናሕኩ ፕሮፓጋንዳ እንድሕሪ ተለኪፍካ ጸኒሕካ ከቢድ እዩ ከተውጽኦ እሱ እሞ ክትቅይሮ ተሓሳስባካ ብ ሽሕን ትሽዓተ ሚእትን ሰብዓን ሰለስተን ኣቢሉ እቶም ተሪፎም ዝነበሩ ኣንድነታውያን ተሳዒሮም ተቃለስቲ ኤረትራውያን በዛዛ ሰማያዊት ባንዴራ እትውክሎ ዕላማታት ተሰሪዖም ብ ሽሕን ትሽዓተ ሚእትን ሰብዓን ሸውዓተን ድማ ተቃለስቲ ኤረትራ እንትርፎ ስመራን ባጽዕን ዓሰብን ቁሩብ ካልኦት ናይ ኢትዮጵያ መደበራትን መሬት ኤርትራ ብምሉኣ ሓራ ኮይና ነይራ እያ። እዛ ባንዴራ ብስምምዕ ናይ ምሉእ ባይቶ ኤርትራ ዝመጸት ስለ ዝኾነት ክሳብ ሕጂ ዕላውነታን ሕጋውነታን ኣይወደቐን። ሃይለስላሰ ፈደረሽን ኣፍሪሱ እቲ ስርዓት ናይ ትምህርትን ናይ ቋንቋን ዝነበረታ ዓዲ እንግሊዝኛ፣ ዓረብ፣ ትግርኛ እዩ ነይሩ። በዚ ዝመሃር ዝነበረ ሰብ ተን ዝነበርኦ ድርካበን ብእን ዝረኸበን እዩ ብእን እዩ ከኣ ዝቕጽል ነይሩ። ሃይለስላሰ እንታይ ገይሩ? ትግርኛ ዓረብ ዝባሃል ነገር የለን ኣምሓርኛ ኢሉ ዋላ እቲ እንግሊዝኛ ከማን ኣብ ካልኣይ ደረጃ እዩ ተሪፉ በምሓርኛ ክማሃር ጀሚሩ ሰብ መብዛሕቱ እቲ ናይ ኣምሓርኛ ኣፋፍኖት ዘይነበሮ ሰብ ናይ ትምህርቲ ዕድል ክረከብ ኣይከኣለን ሽዑ እዩ ከኣ ክስደድ ዝጀመረ ብሕልፊ ኣብዚ መታሕት ፈጺምካ ኣምሓርኛ እንታይ ምዃኑ ዝፈልጦ ሰብ ኣይነበረን ስለዚስ እቲ ዝመሃርሉ ዝነበሩ ቋንቋታት ተሪፉ በምሓርኛ ኢኹም ትማሃሩ ክባሃል ከሎ ብዙሕ ሰብ ክቅጽል ስለ ዘይከኣለ ዓዲ ገዲፉ ከይዱ ኣብቲ ግዜ እቲ ውን ሰውራ ጀሚሩ ስለ ዝነበረ'ዩ መብዛሕቱ ኣብ ሰውራ'ዩ ተጸንቢሩ። ሰውራ ተጀሚሩ ከኣ ኩሉ ሰብ ኣብዛ ባንዴራ ዓሲሉ ይቃለስ ነይሩ ክሳብ ሽሕን ትሽዓተ ሚእትን ሰብዓን ሸውዓተን። እንተላይ እዞም ህግደፍ ዘለዉ ሕጂ እቲ ቁርጽራጽ ናቶም ዝነበረ ሰለስተ ኣርባዕተ ክፍሊ እንድዮም ነይሮም ኩሎም እዛ ባንዴራ እዚኣ ሒዞም እዮም ዝቃለሱ ዝነበሩ። እኳ ግንባር ምስ ምንቅስቓስ ወያነ ትግራይ ተላፊኑ ብሽርክነት ሱዳንን ስዑድያን ብቐንዲ ንተሓኤ ካብ ሜዳ ኤርትራ ብሓይሊ ብረት ደፊኡ ከም እትበታተን ገይሩዋ እዩ። ናብ ሱዳን ድማ ኣትያ። ክሳብ መጨረሻ ብዕሊ እዚኣስ ኣይናትናን እያ ዝበለ የለን ክሳብ ተስዓን ሓደን ክሳብ ሕጂ ውን ዝበለ የለን ወላ ህግደፍ ከማን ክሳብ ሕጂ እዛ ባንዴራ ኣይናትናን እያ ኣይበሉን ክሳብ ሕጂ ይጥቀሙላ እዮም ኣብ በዘዘድልዮም የውጽዋ እዮም እዚ ኩነታት ከምዚ ኢሉ እንዳኸደ ከሎ ኣብ ሽሕን ትሽዓተ ሚእትን ሰብዓን ሸውዓተን ህዝባዊ ግንባር መጀመርያ ውድባዊ ጉባኤ ገይሮም ኣብቲ ውድባዊ ጉባኤ ከኣ ሓንቲ ሓዳሽ ባንዴራ ኣምጺኦም ኩሉ ግዜ ዝብልዎ ዝነበሩ እንታይ እዩ እዚኣ ኣርማ ናይ ውድብ እያ እምበር ባንዴራ ናይ ሃገር ኣይኮነትን እዩ ዝበሃል ነይሩ ግን ከምኡ እንዳበለት በብቑሩብ በብቑሩብ በብቑሩብ ነዚኣ እንዳዓብለለት ነዚኣ እንዳተጸቕጠት እቲኣ ክትልዕል ጀሚራ ዳርጋ ኣብ ምጥፍኣ በጺሓ ኣብ ሰማንያታት ሳግም ዝበሃል ነይሩ ካብቲ ካብ ጀብሃ ዝወጸ ሓይልታት
ብእብራሂም ቶቲል ዝምራሕ፣ እብራሂም ቶቲል ካብ ነዊሕ ዓመታት ኣብ ማእሰርቲ ዝበሊ ዘሎ ሰብ እዩ። ከምኡ'ውን ዘምህረት ዮሃንስን ዶክተር ጌርጊስን ዝርከብዎ ፍንጫል ምስ ህዝባዊ ግንባር ተጸንቢሩ፣ እታ ሰማያዊት ባንዴራ ካልእ ዓለም ብዝመስል ኣገባብ ከተንበልብል ጀሚራ፣ ክሳብ መዓልቲ ነጻነት ሽሕን ትሽዓተ ሚእትን ተስዓን ሓደን ከኣ እታ ውድባዊት ኣርማ ትበሃል ዝነበረትን እዛ ሰማያዊት ባንዴራን ጎኒ ንጎኒ የንበልብላ ነይረን። ሕጂ ተመሊሱ እቲ ሽዕኡ ዝነበረ እቲ ሽዑ ዝፈልጦ እዚ ጉዳያት እዚ ክሳብ ክንዲ ምንታይ መቀሓሓሪ ኮይኑ ከም ዝነበረ ዝዝክሮ ሰብ እንተሎ እዛ ባንዴራ እዚኣ ንምድምሳስ ካብ ብቕድሙ ዝተዓለመ ምዃኑ ዋላ ምንም ጥርጥር ኣይነበረን ኣብቲ ግዜ እቲ ከምቲ ዝተፈርሆ ከኣ ርኢናዮ ኢና። ኣብ ሽሕን ትሽዓተ ሚእትን ተስዓን ሓደን ኤርትራ ነጻ ምስ ወጸት እዚ ኩሉ ተጋዳላይ ከተማ ክኣቱ ከሎ መብዛሕቱ ሰብ በዛ ባንዴራ እዚኣ እዩ ተቐቢልዎም ምኽንያቱ እታ ካልኣይቲ ባንዴራ ከም ባንዴራ ሃገር ጌሩ ዝፈልጣ ውሕጅ እዩ ኔሩ እሞ እዚኣ ኣይተዋጽእን እያ ኢሎም ምናልባት ኣብ ልቦም ተመሊሶም ዶ ይኾኑ ነዛ ባንዴራ እዚኣ ኣብ ሓደ ሲሶ ትሪያንግል ቆሪጾም መልክዕ ዘይብሉ ጠገለ ዘይብሉ ፈጺሙ ዘይስሕበካ ዓይነት ባንዴራ ጌሮም ብታሕቲ ልቅብ ኣቢሎም ኣብታ ናቶም ኣርማ እዛ ኣርማ እዚኣ ትዝክርዋ እንተኾንኩም መስፍን ሓጎስ ኣብ ለንደን ኣብ ዝገበሮ ኣኼባ ፈጺሙ ኣርቲስቲክ ወላ ሓደ ስምዒት ናይ ኣርት ዘይብሉ ኣለቓቕባ ስቕ ኢልካ ርቅዕ ርቅዕ ኣቢልካ ዝተገብረት ብጣዕሚ ክፍእቲ እያ ነይራ። ሽዕኡ ቲሸርት እንዳገበርካ ፍሪ ኤረትራ እንዳተባህለ ንሱ እዩ ዝሽየጥ ዝነበረ ግን ከኣ ኣብ ተስዓን ሰለስተን እቲ ረፈረንዱም ምስ ተገብረ እቲ ቁስሊ ይሕወዶ መሊሾም ነቲኣ ድርብይ ኣቢሎም ከኣ እንደገና ከኣ ሕጂ ሓድሽ ባንዴራ ኣምጺኦም እዛ ክሳብ ሕጂ ትኸይድ ዘላ ብጫ ቁስሊ። እቲ ኮኸብ እምበኣር ምስ ምውዳቕ ሶቭየት ሕብረትን መንደቕ በርሊንን ተደላይነቱ ስለ ዝጎደለ ናይ ጸጋማውያን ሓይልታት ምልክት ስለ ዝኾነ ድማ ክርሕቕዋ ናይ ግድነት ነይሩ። መራሕቲ ህግደፍ ካብ ቅድሞ ነዛ ሰማያዊት ባንዴራ ክጥፍኡ ትልሚ ከም ዝነበሮም ሎሚ ወላቶም ዝጠራጠሩ ዝነበሩ ጋህዲ ኮይኑሎም እዩ ነዛ ሰማያዊት ባንዴራ ካብ ተዘክሮታት ህዝቢ ኤርትራ ክድምስሱ ምእንቲ ጸለመን ጽዑቕ ፕሮፓጋንዳን ኣዋፊሮም እዮም እዚ ዘይሓላፍነታዊ ስራሕ ዘስዓቦ ጉድኣት ኣብ ሓድነት ኤርትራውያን ገጂፍ ምዃኑ ኩሉ ዝዕዘቦ ዘሎ ጉዳይ እዩ ብሰንኩ ድማ ኤርትራውያን ኣብ ኣዕናዊ ኤትኒካውን ኣውራጃውን ሃይማኖታውን ምፍልላይ ወዲቑ ይርከብ። ኣብ ርእሲኡ ከኣ ሳይኮሎጂካዊን ስምዒታውን ማህሰይቲ እንታይ ወሪድዎ። ከም ዘድለየ ኣይፈልጥን። እዚ ኩሉ እንታይ በዚ ቀይሕ ኣለዋ፣ በዚ ቀጠልያ ናይ ባሕሪ ኣለዋ፣ በዚ እቲ ቀይሕ ንደም እመስል፣ እዚ ዶ እንታይ ይመስል ኢልካ ከምኡ እዚ ሱቕ ኢልካ ቴምፕሌት እዩ። ኩሉ ሃገራት ከምኡ እዩ ዝብል። ቀይሕ እንድሕር ኣለዎ ደም እዩ ዝብል፣ ሰማያዊ እንተለዎ ገለ እዩ ዝብል፣ ሓምላይ እንተለዎ ከኣ በቃ እዚ ለምለም ንጸጋን ገለመለን እዚ ኣብ ምሉእ ዓለም ዘሎ እዩ። ስለዚ ናይ በይንና ኣይኮነን። እዚኣ ትርጉም ኣለዋ ከ እቲ ትርጉማ እዚ እዩ ገለ ይብሉ ሰባት ከምኡ ገይሮም ክካትዑ ይፍትኑ። እቲ ኮንስቲቱሽን እዛ ባንዴራ ከም ዘላታ እያ ተገሊጻ። ከይጸደቐ ከሎ ኣጽዲቕዋ እዩ። ክንዛረበሉ ኢና ከነጽድቖን ከይነጽድቖን እዩ ዝብል። ነታ ባንዴራ ግን ክንዛረበሉ ኢና ከነጽድቖ ከይነጽድቖ ኣይብልን እዩ ከም ዝጸደቐት ገይሩ እዩ ዝገልጾ። እዚ ስለ ኩላትና ከም ንፈልጦ ከኣ ድሕሪ ሰላሳ ዓመት ሎሚ ኤርትራ ቅዋም የብላን። ምሩፅ ባይቶ እውን የብላን። እቲ ዝነበረ እንዳሞቱ፣ እንዳተኣስሩ፣ እንዳተሰጉ፣ እንዳበሉ ክንደይ ተሪፎም ከምዘለዉ ከማን ክንዝክሮም ኣይንኽእልን። ኣይሽምኳ ኣይቶ እቲ ናይ ኤርትራ ባይቶ ዝበሃል ንገዛእ ርእሱ እቲ ማእከላዊ ሽማግለ ናይ ህዝባዊ ግንባር ዝነበረ ኣበይ ከምዘለዉ ሰባት ዝፈልጥ የሎን። ፍርቆም ተኣሲሮም፣ ፍርቆም ደገ ከይዶም፣ ፍርቆም ሞይቶም፣ መን ተሪፉ ከምዘሎ ማንም ሰብ ክግምት ይኽእል እዩ። ምናልባት ዓሰርተ ሓሙሽተ ሰባት ይኾኑ ኣብኡ ዘለዉ። እዚ ከይተርፍ ሓደ ካብቶም ኣብቲ ባይቶ ኣባላት ዝበሃሉ ሰባት፣ ብዛዕባ እዚ ባይቶ ሓደ ግዜ ምስ ሓተትኩዎስ እንታይ ይብለኒ፣ እቦ ኣለኹ ድየ ብኦ ኢሉኒ። ረሲዐዎ ኣብኡ ኣባል ምዃኑ። ኣብ ወርሒ ዓሰርተ ክልተ ሽሕን ሓደን፣ መስፍን ሓጎስ ካብቲ ዩኒቨርሲቲ ምስ ወጸኤ፣ ኣብ ለንደን ኣኼባ ገይሩ ነይሩ። ኣብቲ ኣኼባ ከኣ እዛ ዝብለኩም ዘለኹ ጭርምራም፣ እዛ ሰማያዊ ባንዴራ ኣብ ታሕቲ ዝተጠቅዐታ ዘላ ባንዴራ ኣብ ድሕሪኡ ገይሩ ነይሩ። ኣብቲ ግዜ እቲ። ብዙሕ እዩ ተባሂሉ እዛ ናይ መቀለ ገሩ ብድሕሪኡ ኢልካ ንመስፍን ንምጥቃዕ እዩ ነቲ ተቃውሞ ብጠቅላልኡ ንምጥቃዕ ትሕቲ እታ ናይ መቀለ ባንዴራ ኮይኑ ዝዛረብ ነይሩ ዝበሃል ነይሩ ክሳብ እዚ ሻባይት ትበሃል ዌብሳይት ምስ ነይራቶም ሽዑ እታ ኣብቲ መጀመርያ ክልተ ሽሕን ሰለስተን ይመስለኒ ንመጀመርያ ግዜ ዓብዪ ሰላማዊ ሰልፊ ተገይሩ ናይ ተቃውሞ ኣብቲ ግዜ እቲ ነዛ ባንዴራ እዚኣ ሒዝና ኣብቲ ሰላማዊ ሰልፊ ኔርና። እንታይ ሽዑ እዞም ዝብለኩም ዘለኹ ናይ ዋሽንግተን ዲሲ ዝነበሩ ኣንዳዕዲዖም እታ ናይ ቶራ ቦራ ባንዴራ ሒዞም ሰላማዊ ሰልፊ ይገብሩ ኔሮም ኢሎም ይጽሕፉ ኔሮም ይዛረቡ ኔሮም ከምኡታት ወፈራ ይገብሩ ኔሮም። ቶራ ቦራ ነዞም ዘይትፈልጥዎ ናይ ኡሳማ ቢን ላደን ወይ ናይ ጣሊባን እዞም ናይ ኣፍጋኒስታን ዘለዉ እቲ ውግእ ኣብ ኣፍጋኒስታን ይጅምር ስለ ዝነበረ ተደፊኦም ኣብ ቶራ ቦራ እዮም ተኣኪቦም ዝነበሩ ስለዝስ ናይ ቴሮሪስት ናይ ጂሃዲስት ባንዴራ እያ እዮም ዝብሉ ዝነበሩ። እዚ ቃል ናተይ ዝግምቶ ዘለኹ ኣይኮነን፣ ኣንዳዕዲዖም ዝብልዎ ዝነበሩ ነገራት እዩ። ኣነ ከም ዝመስለኒ ህግደፍ ብቕዓት የብሉን ኣብዚ ከምዚ ሃገራዊ ነገራት ክውስን። ምኽንያቱ ክሳብ ሕጂ ዝወሰኖ ነገር ነቲ ውድባዊ ዕቤት ንናቱ ፖለቲካዊ ጥቕሚ እንተዘይኮይኑ እዚ ነገር እዚስ ንህዝቢ ኤርትራ ኣብ ሓደ ከምጽእ ሰላም ክጽውዕ ንኻልእ ምኽንያታት ክጥቀመሉ ዘይኽእል ናህ ሰናይ ብዝኾነ ምኽንያታት ክጥቀመሉ ዘይኽእል ኢሎም ኣይሓስቡን እዮም ኩሉ ነገር ኣብቲ ውድባዊ ጥቕምታት ዝተመርኮሰ እዩ መሊሹ ከኣ ፋሕ ዘብል ተዘይኮይኑ ዝእክብ ኣይኮነን ሓድነት ኤርትራ ከኣ ከም ህግደፍ ጌሩ ዝጎድኦ የብሉን በሃላይ እያ ኣነ ሃገራዊ ምልክታት ቀሊል ኣይኮነን ምኽንያቱ ኣብቲ ሳይኮሎጂ ናብቲ ስምዒታትን ናይ ዜጋታት ስለዝኣቱ ስለዚ ኣጠቓቕምኡ ጽቡቕ ኣጠቓቕማ ክኸውን ክኽእል ኣለዎ። ሓደ ምልክት ሃገራዊ እንታይነትካ ስለዝኾነ ብሓይሊ ብጸቕጢ ዝለግበካ ክኸውን የብሉን። ባዕልኻ ትመርጾ እዩ መንነት ናትካ። እቲ መንነት ናትካ ናይ ሃገር እንድሕር ኮይኑ ከኣ ሓቢርካ ብስርዓት ዘለዎ ብባይቶ ዝምረጽ እዩ። ሽዑ ሽግር ኣይገብርን። ስለምንታይ ኣብ ሓምሳታት ኣብቲ መጀመርትኡ ክሳብ ሃይለስላሴ ብሓይሊ ዘይኣተዎ ስለምንታይ ሽግር ዘየምጽኤ? ምኽንያቱ ብባይቶ፣ ብዓበይቲ ዓዲ፣ ብ ዝተመርጹ ኣባላት ባይቶ ስለ ዝጸደቐ ማንም ሰብ ዒም ክብል ኣይክእልን እዩ። ዋላ ደስ እንተዘይበሎስ እዋእ በቃ ካብ ጸደቐስ ጸዲቑ ኢሉ ብሕጊ እዩ ዝኸይድ። እዚ እዩ ከኣ እቲ መሰረት ናይ ደሞክራሲ ሽዑ ተጀሚሩ ዝነበረ ዝተኾልፈ እዩ።
ገለ ኤርትራውያን ምስዛ ሰማያዊ ባንዴራ ብስርዓት ክላለዩ ዕድል ኣይረኸቡን። ገሊኦም ከኣ ከይፈለጡ ነቲ ናይ ህግደፍ ፕሮፓጋንዳ ክሳብ ሕጂ የጋውሑ። መብዝሑ ኤርትራዊ ግን ንኣውሊዕ ንከድራ ካብ ዝውለድ ኩነታታ ከመይ ከም ዝነበረን ከም ዘሎን ዝከታተል ዝነበረ ስለ ዝኾነ ኩሉ ግዜ እዚ ኣዕናዊ ወፈራ ከስደምሞ ጸኒሑ እዩ።
ዳርጋ ዕስራ ዓመት ትገብር ሓደ ዓንቀጽ ጽሒፈ ነይረ ብዛዕባ እዚ ጉዳይ እዚ Change in Symbols of Eritrea ዝብል ዝቀያየር ምልክታት ኤርትራ ብዝብል ኣርእስቲ ዝጸሓፍክዎ እዩ። እሞ እዚ ናይ ሎሚ ዘረባይ መብዛሕቱ ንዕኡ ተወኪሰ እየ ዝዛረብ ዘለኹ። ግን ዝብሎ ዘለኹ ከኣ መወከሲታት ኣብ ሕቡራት መንግስታት ኣሎ ብላይብረሪ፣ ኣብ ናይ ኣለምሰገድ መጽሓፍ ኣሎ፣ ኣብ ናይ ሻለቃ ዳዊት ኣሎ። ስለዝስ እቲ ዝያዳ ክመራመር ዝያዳ ክፈልጥ ዝደለየ እዚ ፍልጠት እዚ ክፉት እዩ። መዓት እዩ ዘሎ ኣብ ድላይካ ክትረኽቦ እትኽእል ኢኻ። ኣብ ዝኾነ ላይብረሪ ብዛዕባ ኤርትራ ኢልካ ናይቲ ግዜ እተመጽሓፍቲ እንድሕር ረኺብካ፣ ወላ ብኣፈ ታሪኽ እቶም ዝነበርዎ እቶም ኣጸቢቖም ዝፈልጥዎ ሰባት ንዕኦም ተወኪስካ እውን ብዙሕ ሓበሬታ ክትረክብ ይከኣል እዩ። እሞ ደግያት በየነ ዛሕላይሲ UN ኣይነበሩ ናይ UN ልኡኽ ኣይነበሩ ምሩጽ ወካሊ ናይ ህዝቢ ኤረትራ ኣብ ባይቶ ኤረትራ ዝነበሩ ሰብኣይ እዮም እታ UN ዝሃበትና ተባሂሉ ክዝረብ ከሎ ቁሩብ ምጥንቃቅ ከድሊ እዩ ምኽንያቱ እዘን ኣውሊዕ ትርእይወን ዘለኹም ነይረን እየን UN ከይተመሰረተ ከሎ ኣብ ኤረትራ ነይረን እየን ብትሕቲ ጥልያን ኮይኑ ብትሕቲ እንግሊዝ ኮይኑ ኣብቲ ኣርማ ናይቲ ሃገር ነይሩ ስለዚ እቲ ህዝቢ ተላልይወን ነይሩ እዩ ሓድሽ ቅርጺ ወይ ሓድሽ ስእሊ ኣይኮነን ኣብቲ ታሪኽ ናይ ኤረትራ ነይረን እየን ምናልባት እቲ UN ንገዛእ ርእሱ ንሕና ካብኦም ቀዲሕና ዘይኮነስ ንሶም ካባና ቀዲሖም ክኾኑ ይኽእሉ እዮም ሕቡራት መንግስታት ኣብዛ ባንዴራ እዚኣ ፈጺሙ ኢድ የብላን እዚኣ ውጽኢት ናይ ኤረትራውያን ኣብ ኤረትራዊ ባይቶ ዝጸደቀት ኤረትራውያን ዝተቀበልዋ ሃገራዊት ምልክት ናይ ኤረትራ እያ እዚ ኩሉ ሃገራውነት ከኣ ኣብ ትሕቲኣ እዩ ተገይሩ እሞ ክብለኩም ዝደሊ ብዙሓት ሃገራት ኣለዋ ኣስማተን ከይተረፈ ዝቀየራ ምልክታተን ዝቀየራ ኣለዋ ብዙሓት ኣለዋ ባንዴረእን ዝቀየራ ኣብኡታት ሽግር የብለይን ስተግናንት ኢና እሞ ንዘላኣለም እዚኣ ወይ እዚኣ ወይ ሞት ገምኡ ዝብል ኣረኣእያ የብለይን ኣነ ሕጋውነት እየ ዝብል ዘለኹ ሕጋውነት ከምዚ ሃገራዊ ነገር ክቕየር ከሎስ ብኢደወነናኻ ዝግበር ነገር ኣይኮነን እቲ ዜጋ ኢድ ክህልዎ ኣለዎ ዓጊቡ ተኻቲዑ ኣብ ሓደ ስምምዕ ክበጽሓሉ ዝኽእል ውሳኔታት እንተተወስደ እዚ እዩ ቀጻልነት ናይ ሓደ ሃገር ዘውሕስ ሓድነት ናይ ሓደ ህዝቢ ዘውሕስ እንተዘይኮነ ብኢደወነናኻ ከከም ዝመሰለካ ክትቅይር ከለኻ ናትካ ናይ ብሕትኻ ድልየት ኮይኑ እዩ ዝተርፍ ናይ ህዝቢ ዝውክል ኣይኮነን ቅርሕንትን ጽልእን ዘምጽኦ ዘሎ ከኣ ኩላትና ንርእዮ ኣለና በብዝመሰለካ ኣውራጃ በዚ ተቐይሩ ከምዚ ጌርናዮ እዚ ከምዚ ጌርናዮ እዚ ከምዚ ቀይርናዮ ከከም ድላዮም መን እዩ ወኪሉኩም ኣንቱም ሰባት ዝወከለኩም ሰብ እኮ የብልኩምን ኣብቲ ግዜ ቃልሲ ዝነበረ ክሳብ ተስዓን ሓደን ውክልና ዝህብ ኣይነበረ ውክልና ዝወስድ ኣይነበረ ብድልየትካ እዩ ዝኾነ ሰብ ኣነ ምእንቲ ሃገረይ ክቃለስ እየ ዝበለ ሰብ ይቃለስ እዚ ህዝባዊ ቃልሲ እዩ ግን ካብኡ ሓሊፍና ኢና ባዕሎም እቶም ህግደፍ መንግስቲ ኮይንና ኢለውና ኦኬ ምንግስቲ ካብ ኮንኩም ተሓታትነትኩም ከኣ ብደረጃ መንግስቲ እዩ ዝኸውን ካብዚ ንንዮ ኣብዛ ሃገር እዚኣ ዝወረደ ነገር ንስኹም ሓላፍነት ትሕተትሉ እንተኾነ ወሪድኩም ነቲ ህዝቢ ስልጣን ተረክቡ ህዝቢ ስልጣን ተረክቡ ክብለኩም ከለኹ ከኣ ከምዚ ገለ ኣቕሓ ኣምጺእካ እንኩም ተረከብዋ ከምኡ ይኮነን ስርዓት ኣሎ ሰብ ወኪሉ ይመርጽ ብዝወከሎ ሰብ ጌሩ ከኣ ይመሓዳደር እንተ ዘይኮነ ንህዝቢ ኤረትራ ኩሉ ከምዚ ዓቅሚ ኣዳም ዘይበጽሐ ጌርካ ከም ቆልዓ ቆጺርካስ ኣነ ኢየ ዝውስነልካ እንዳ በልካዮ ን ሰላሳ ዓመት ሸይ ሸይ ክትብል ጌጋ ኢዩ ንሱ ኢዩ እቲ ክተርፍ ዘለዎ ህዝቢ ኤረትራ መሰሉ ክረክብ ክክእል ኣለዎ እዚ ኢዩ ከኣ እቲ ቀንዲ ቃልሲ ምክንያቱ ሓደ ህዝቢ ብዝመረጾ ኣካል ብዕላዊ ኣካል እንድሕር ሓደ ውሳኔ ወሲዱ ዝሓምየሉ ሰብ የብሉን ነብሱ ጥራሕ እዩ ዝሓሚ። ነብሱ ጥራሕ ክሓሚ ስለ ዘይደሊ ድማ እቲ ጉዳያት ከይተበላሸወ ከሎ ተጠንቂቑ ይሕዞ እዩ። ቆጽሊ ኣየንበርናሉን ድዩ ዝበሃል ኣብቲ ዓድና? እዚኣቶም ቆጽሊ ኣይኮነን ጡጥ ከማን ኣየንበርናሉን። ብኢደ ወነንኦም ብሓይሊ ብረት እዮም ዝገዝኡና ዘለዉ ክሳብ ሕጂ። ኣብ መወዳእታ እዚ ኩሉ ግዜ ንሓመሉን ንዛረበሉን ናብ ሓደ ዕላማ እዩ ከንትብኣሞ ዝበልኩኡ እቲ ዕላማ ከኣ እንታይ እዩ ዓዲ ሕግን ዓዲ ፍርድን ዓዲ ቅሳነትን ዓዲ ሰላምን ክኸውን እዛ ኤረትራ ንኹላትና ሓደ እያ ትብጽሓና ክትሓምም የብላን ክትዓብር የብላን ክትበላሸው የብላን እንታይ ደኣ ከምቲ ዝተኸፍለ ዋጋ ዓዲ ሕግን ዓዲ ፍትሕን ዓዲ ማዕርነትን ዓዲ ነጻነትን ክትከውን እዩ ዝግብኣ ኔሩ ግን ኣይኮነን እዚታት ከኣ ተባዕ ውሳኔታት የድሊ ኩሉ ግዜ ወዲ ሰብ ዝለሞዶ ነገር እቲ ልምዱ ክቅይር ኣይፈትውን እዩ ብቀሊሉ ብልምዱ ኣይቅይርን እዩ ኩላትና ከምኡ ኢና ነናትና ልምዲ ኣለና ግን ኣብ መጨረሻ እቲ ክንርድኦ ዘለና እንታይ እዩ እቲ ናተይ ልምዲስ ብሓይሊ ዴብ ካልእ ሰብ ከላግቦ ኣይኮነን እቲ ናትካኸ ብሓይሊ ድኻ ናባይ ከተልግቦ ኣይክኣልን እዩ ስለዚ ኣብ ሓደ ናይ ምርድዳእ መንፈስ ክንዕልም ኣለና። ኣብኡ እንተበጺሕና ኮፍ እንተኢልና ረጊእና ካብ ፍቕሪ ሃገር ዝተላዕለ፣ ካብ ፍቕሪ ህዝቢ ዝተላዕለ ልዝብ እንድሕሪ ጌርና ኣብ መፍትሒ ክንበጽሓሉ ዘይንኽእል ምኽንያት የብልናን። ንሱ ክንበጽሕ ግን ዕንቅፋት ኣለና። እቲ ዕንቅፋት ኮይኑና ዘሎ እዚ ስርዓት እዩ። እዚ ስርዓት ከኣ ሎሚ ብዛዕብኡ ዝብሎ የብለይን። ብዙሕ ግዜ ስለ ዝበልኩ እዚ ከኣ እዚ ከቢድ ጉዳይ ዝዛረበሉ ዝጸናሕኩ ሕጂ ከይበላሾ ካብ ዝብል ከኣ ክቑጠብ እየ ሎሚ ብዛዕባ ህግደፍ ኣይዛረብን። ወለቢቡ ብልእሻረቲ የፍሃሙ ንዓሻ ትርጉሓሉ ንለባም ኣምተሉ እዩ ስለዚ ብዛዕባ ህግደፍ ኣይዛረብን እየ። እቶም ዓው ዘለኩም ሰባት ቀልጢፍኩም መፍትሒ ከተምጹ እንተትኽእሉ ጽቡቕ ኔሩ። እንታይ ዝመስል ሓድጊ ምገደፍኩም ኔርኩም ንዘልኣለም። ብጽቡቅ እንዳተላዓልኩም ነበርኩም ኔርኩም ዋላ እቶም ሕማቅ ታሪኽ ዝነበረኩም ኣብ መጨረሻ ክትዕርይዎ ትኽእሉ ኢኹም ስለዚ እቲ ትገብርዎ ዝነበርኩም ክሳብ ሕጂ ፈጺሙ ዘየዋጽእ ምዃኑ ፈሊጥኩም ኣብ ጥዑይ መገዲ እንተትኸዱስ ክንደይ ምሓሸ ኔሩ ንኹሉ ሰብ ምሓሾ ኔሩ ንሳ ክላበዎ ከም ዝኽእል ካብኡ ዝተረፈ ኣዋጅ ናይዚ ኣርሓ ንስማዕ እሞ ተጌህና ከኣ ንስራሕ ተስፋ ኣይንቑረፅ፣ ኣብ ዓወትን ኣብ ፅቡቕ ኩነታትን ዘብፅሓና መገዲ ንከተል። ተማሒርኩም ኣለኹም።